ኣእምሮኻ ኣይትእመኖ ኢለየስ ዋእ ኣእምሮይ ዘይኣመንኩ ደኣ ንመን ክኣምን ኢሉኒ ኣእምሮኻ ኣይትእመኖ ማለት እቲ እምሮኻ ዘምጸልካ ሓሳብ ኩሉ ሓቂ እዩ ኣብ ህይወትካ ከጋጥመካ እዩ ማለት ኣይኮነን ዘፍርሕ ዘጨንቕ ዘስግእ ስለ ዝሓሰብካስ ኣብ ህይወትካ ከጋጥመካ እዩ ማለት ኣይኮነን ብመጽናዕቲ ከም ዝተረጋገጸ ልዕሊ 85 ሚእታዊ እቶም ዘፍርሑና ነገራት ኣብ ህይወትና እየጋጥሙናን እዮም ስቕ ኢልና ኢና ብኸንቱ ንጭነቕ ብመሰረቱ ኣእምሮና ካብ ሓደጋን ጉድኣትን ክከላኸለልና፣ Protect፣ ክገብረና ብተፈጥሮ ዝተዋህበና ኦርጋን ስለዝኾነ ኣሉታዊ ነገራት እናምፀ ከፈራርሓና ስርሑ እዩ። ንሕና ድማ ተእምሮና ዘምፀልና ኣሉታዊ ሓሳባት ኩሉ ሓቂ ከምዘይኮነ ምፍላጥ ስራሕና እዩ። እምበር ከም ተእምሮና ዝነግረና እንተዝኸውንስ ኣብዚ ደረጃ እዚ እውን ኣይምበፃሕናን፣ ክሳዕ ሎሚ እውን ኣይምቐነናን። ኣእምሮና ፅባሕ ንግሆ ሓደጋ ከይንወድቕ፣ ሽግር ከየጋጥመና፣ a። ከይትኸስር፣ ከይትወድቕ፣ ሰብ ከይስሕቐካ፣ ከይትዋረድ እናበለ ከጠንቅቐና ከፈራርሓና እኮ እዩ ዝውዕል። እምበር መቸም ኣእምሮናስ ሰላም ከጋጥመካ እዩሞ ተጠንቀቕ፣ ኣብ መንገዲ ኣወንታዊ ነገራት ከጋጥሙኻ እዮምሞ ተጠንቀቕ ኢሉ ኣየፈራርሓካን እዩ። እቶም ስግኣታት ዝኾኑ እናኣረየ እዩ ዝነግረካ። ስርሑ ስለ ዝኾነ እዩ። ንሕና ድማ ነቲ ኣእምሮና ዘምጻልና ሓሳብ መሚና ፊልተር ጌርና ምቕባል ናትና ስራሕ ይኸውን። ሓደ ወዲ ነይሩስ ብጣዕሚ Over thinking ወይ ድማ እዚ ልዕሊ ዓቐን ምሕሳብ ከጨንቖ መዓት እዩ። እንታይ ኢሉኒ ዋላ እንዳ ክርስትና እንዳ መርዓ እንዳ ውራይ ከይደ ተዓዲመስ ሰብ ከወሮ ጌሩ ሲስ ክብል ከሎ ክስዕስዕ ከሎ ኣነ ድማ ኣብቲ ጓይላ ኣትየ ኣብ ርእሰይ እናተጨነቕኩ እየ ዝስዕስዕ። ነታ ሳዕሲዐ ክሳዕ ዝውድእኳስ ካብ ሓሳብ ነጻ ኮይነ ኣይፈልጥን ኢሉኒ። ብጣዕሚ እየ ስሒቐ። ገለ ገለ ሰብ ኣሎ እንዳበልዐ ይሓስብ፣ እንዳሳዕሰዐ ይሓስብ፣ ቡን እንዳሰተየ ከመይ ከም ዝሰተያ ኣይፈልጣን። በቃ ብልዕሊ ዓቐን ምሕሳብ ዝተወጠረ እዩ ነገር ግን ኣእምሮኻ ባዕልኻ ክትቆጻጸሮ ተዘይክኢልካ ዘልኣለም ዘየቋርጽ ሓሳባት እናምጸ ኸሸግረካ እዩ መወዳእትኡ እውን ከጸልለካ ይኽእል እዩ ስለዚ ኣእምሮኻ ኣይትእመኖ ታቐዳመይቲ እያ ካልኣይ ንስኻ ሓሳብካ ኣይኮንካን ኣእምሮና ሓሳባት ዝመላለስሉ ቦታ፣ ሓሳባት ዝዓርፍሉ ስፔስ ደኣ እምበር ንሕና ሓሳባትና ኣይኮናን። እንታይ ማለት እዩ? ንኣብነት ኣብ ሓንቲ ዓባይ ዳዕሮ ኣዕዋፍ ክዓርፋ ይኽእላ እየን። እታ ዳዕሮ እኮ ዓርሳ ዝኸኣለት ዳዕሮ እያ እምበር እተን ኣዕዋፍ ኣይኮነትን። እተን ኣዕዋፍስ ድሕሪ ደቒቕ ኩለን ነፊረን ክኸዳ እውን ይኽእላ እየን። ድሕሪ ደቒቕ ድማ ካልኦት ኣዕዋፍ እንደገና ኣብታ ዳዕሮ መጺኤን ከዕርፋ ይኽእላ እየን። ልክዕ ከምዚ ኣእምሮና ናይ ሓሳባት መዕረፊ ደኣ እምበር ንሕና ሓሳብና ኣይኮናን። ብዙሕ ሰብ ግን ኣነ ሓሳበይ'ዩ ኢሉ ይኣምን እሞ ዘጨንቕ ሓሳብ ክመጾ ከሎ ነቲ ሓሳብ ይኣምኖ ይቕበሎ እሞ ኣነ ኢሉ ምሉእ ለይቲ ክጭነቕ ይሓድር። ዘፍርሕ ሓሳብ ክመጾ ከሎ ነቲ ፍርሒ ይኣምኖ ይቕበሎ እሞ ኣነ ኢሉ ምሉእ ለይቲ ክፈርሕ ይሓድር። ንስኻ ሓሳብካ ኣይኮንካን ንስኻ ትስምዒትካ ኣይኮንካን። ኣነ ሓሳበይ'የ ትብል ተኾይንካስ ብመጽናዕቲ ከም ዝተረጋገጸ፣ ሓደ ሰብ ኣብ መዓልቲ ካብ ስሳ ክሳዕ ሰማንያ ሽሕ ሓሳባት እዩ ዝሓስብ። እዞም ኩሎም ሓሳባትስ ኣነ እየ እኮ ኢኻ ትብል ዘለኻ። ብመሰረቱ ሓሳብ ቅድሚ ሓሙሽተ ደቂቕ ዝሓሰብካዮ ድሕሪ ሓደ ሰዓት ክትቅይሮ ትኽእል ኢኻ። ሎሚ ዝሓሰብካዮ ጽባሕ ክትቅይሮ ትኽእል ኢኻ። ለብዘበን ዝሓሰብካዮ ዝቕጽል ዓመት ክትቅይሮ ትኽእል ኢኻ። ሓሳብ ተቐያያራይ እዩ። ንስኻ ሓሳብካ ኣይኮንካን። ኣነ ሓሳበይ እንተ ኢልካ ዝኽልክለካ የለን። ሓሳብካ ክትኮን ትኽእል ኢኻ። ነገር ግን ንስኻ ልዕሊ ሓሳብካ ኢኻ ንስኻ ልዕሊ እእሙረኻ ኢኻ ኣእሙረና ውን እንተኾነ ናትና እዩ እምበር ንሕና ኣይኮነን እዩ እንታይ ማለት እዩ ንኣብነት እዛ ዝቀርጸላ ዘለኹ ሞባይል ናተይ እያ እምበር ኣነ ኣይኮነትን እያ እዚ ተኸዲነዮ ዘለኹ ክዳን ናተይ እዩ እምበር ኣነ ኣይኮነን እዩ እዚ ገይረዮ ዘለኹ ጫማ ናተይ እዩ እምበር ኣነ ኣይኮነን እዩ ኩሉ ጫማና መኪናና ገዛና ዝናትና ንብሎ ናትና እዩ እኮ ንሕና ግን ኣይኮነን ልክዕ ከምዚ ሓሳብና ድማ ናትና እዩ እምበር ንሕና ኣይኮነን ኣእምሮና ውን ብተመሳሳሊ ናትና እዩ እምበር ንሕና ኣይኮነን እዩ እሞ ንሕና ደኣ መን ኢና ኣነ መን እየ እንተልካ ንስኻ ልዕሊ ሓሳብካ ኢኻ ንስኻ ልዕሊ ኣእምሮኻ ኢኻ ሓንቲ ናይ እንግሊዝኛ ጥቕሲ ኣላ ነዚ ሓሳብ ጽቡቕ ጌራ ትገልጾ we are spiritual beings having a human experience እንታይ ማለት እዩ ንሕና መንፈሳዊ ፍጥረታት ኢና ከምዚ ስጋ ለቢስና ኣብዚ ምድሪ ናይ ሰባት ኤክስፕርያንስ ኢና ንገብር ዘለና ሰብ ኮይንና ኢና ኤክስፕርያንስ ንሕልፍ ዘለና እዚ ስጋ ዝተዋህበና ስጋዊ ኣካል ድማ ኣብ ምድሪ ኣብ ዘለና ጻንሒት ንኽንነብረሉ ዝተዋህበና ስጋዊ ኣካል እዩ እምበር ምስ ሞትና ዝብስብስ ዝጠፍእ እዩ We are spiritual beings having a human experience ብደንቢ ክተስተማቅርዋ ይደሊ እየ እዛ ሓሳብ እዚኣ ስለዚ ንሕና ሓሳብና ኣይኮናን ብዙሕ ሰብ ግን መን ኢኻ ትብሎ ሽሙ ይነግረካ መን ኢኻ ትብሎ ስርሑ ብሄሩ ዓሌቱ ሃገሩ ይነግረካ ንስኻ ልዕሊ ሽምካ ንስኻ ልዕሊ ስራሕኻ ንስኻ ልዕሊ ስጋዊ ኣካልካ ንስኻ መንፈሳዊ ፍጥረት ኢኻ ሳልሳይ ተሓስቦ ምረጽ ትሓስቦ እንተዘይመሪጽካ እቲ ሓሳብ ባዕሉ ንዓኻ ክመርጸካ እዩ። ብዙሕ ሰብ ዝኽደኖ ክዳን ይመርጽ፣ ዝበልዖ ምግቢ ይመርጽ፣ ዝሰትዮ ይመርጽ፣ ዝኸዶ ቦታ ይመርጽ፣ ዝሕጸያ ጓል ሰብ ይመርጽ፣ ትምርዓዎ ወዲ ትመርጽ፣ ዝሓስቦ ግን ኣይመርጽን እዩ። እንታይ ክትሓስብ ከም ዘለካ ምሕሳብ ከም ዝከኣል እኳስ ብዙሕ ሰብ ኣይፈልጥን እዩ። እንታይ ክትሓስብ ከም ዘለካ ምምራጽ ይከኣል እዩ። እንታይ ማለት እዩ? ንኣብነት ኮፍ ክትብል ከለኻ ድዩ? ምሸት ክትድቅስ ከለኻ ድዩ? ምስ ሰባት ክትራኸብ ከለኻ ድዩ? ሻሂ ክትሰቲ ከለኻ ድዩ? ናብ ኣእምሮኻ ዝመጸልካ ሓሳብ እንታይ ዓይነት ሓሳብ እዩ? ባዕሉ እቲ እእምሮኻ ዘምጸልካ ሓሳብ ዲኻ ተተኣናግዶ? በቲ ሓሳብ ንሱ ዲኻ ትዝወር? ብኡ ዲኻ ትጋለብስ ወይስ ባዕልኻ ንእእምሮኻ ኢንተንሽናሊ ሎማዓንቲ ብዛዕባ እዚኣ ክሓስብ ኣለኒ ኢልካ ኢኻ ንእእምሮኻ መበገሲ ሓሳብ ተቕርበሉ? ኣእምሮና መበገሲ ሓሳብ ባዕልና እንተሂብናዮ፣ ነቲ ሓሳብ ንሱ ኣማዕቢሉ ኣጎልቢቱ ካልኦት ዝበለጹ ሓሳባት ከምጻልና ይኽእል እዩ። ስቕ ኢልና ስዲ እንተሰዲድናዮ ድማ በቃ ዘዝረኸቦ ባዕሉ ዘየድልዩ ሓሳባት እናምጸ ሓመድ ክገብረና ይኽእል እዩ። ስለዚ ናይ ኣእምሮና እቲ ዝዓበየ ጥቕሙ እንታይ እዩ? ንሕና ብዛዕባ እዚ ክንሓስብ ኣለና ኢልና ኢንተንሽናሊ ዝሕሰብ ክንወ ከለና ንዕኡ ዝመስሉ እዚ ዘይብሃሉ ሓሳባት እዩ ዘምጻልና ነገር ግን the same ኣብ negative እውን ይሰርሕ እዩ እንታይ ማለት እዩ ንኣብነት ብዛዕባ ሽግር ክትሓስብ ከለኻ ተደጋጋሚ እዚ ዘይብሃሉ ሽግራት እናምጸ እዩ ናብ ኣእምሮኻ ዝነግረካ ብዛዕባ መፍትሒ ብዛዕባ ሶሉሽን ክትሓስብ ከለኻ እውን መዓት መፍትሕታት መዓት ሶሉሽናት እዩ ናብ ኣእምሮኻ ዘምጸልካ እዚ ናይ ኣእምሮ ኣሰራርሓ ጥበብ ምፍላጥ የድሊ ኣብ መወዳእታ ሓንቲ ቲፕ ክወኩም ካብ ዘየድሊ ሓሳብን ጭንቀትን ንምግልጋል ኣብ ትኽእሎን ትቆጻጸሮን ትኹረት ግበር። እንታይ ማለት እዩ? ዝኾነ ሽግር ከጋጥመካ ከሎ፣ እቲ ሽግር ምግጣሙ ጥራሕ ዘይኮነስ፣ ንስኻ ነቲ ሽግር ብኸመይ ትርእዮ፣ ብኸመይ ኢኻ ነቲ ሓሳብ ተተኣናግዶ እዩ። ስለዚ ትኽእሎ ትቆጻጸሮ እንተኾይንካ፣ ተስእ ተላዓል ቀይሮ። ምናልባት ኣብ ሓደ መዓልቲ፣ ኣብ ሰሙን፣ ኣብ ወርሒ፣ ኣብ ዓመት ዘይክቕየር ይኽእል። መዓልታዊ ካባኻ ትጽቢት ዝግበር ነገር ግበር። ኩሉ ግዜ እቲ ንስኻ ክትገብሮ ዝግበእካ ምግባርካ ርግጸኛ ኩን። እቲ ዘይትኽእሎ፣ እቲ ዘይትቆጻጸሮ ኢነርጂ ኣይትሃቦ፣ ትኹረት ኣይትሃቦ። ባይ ዘ ወይ ነቲ ዘይትኽእሎ፣ ዘይትቆጻጸሮ፣ እትኽእለሉ ብሕታዊ መገዲ ኣብቲ ትኽእሎን ትቆጻጸሮን ሙሉእ ትኹረትካን ኢነርጂኻን ኢንቨስት ብምግባር እዩ። በዚ ኣቢልካ ኢኻ ነቲ ዘይትኽእሎ ትኽእሎ፣ በዚ ኣቢልካ ኢኻ ነቲ ዘይትቆጻጸሮ እትቆጻጸሮ። Thank you ባባይ። ጋይስ ንጥዕናኻ ቀዳምነት ምሃብ እቲ ዝዓበየን እቲ ዝበለጸን ጥበብ እዩ። ናይ ብዙሕ ሰብ ሽግር ግን እንታይ እዩ? መጀመርታ ጥዕንኡ ረሲዑ በቃ ገንዘብ ከሳድድ ይጎይ ይጎይ ይጎይ ደሓር ገንዘብ ምስ ረኸበ ጥዕንኡ ይስእን። ደሓር ጥዕንኡ ክመልስ ከኣ ይጎይ ይጎይ ገንዘቡ ይስእን። ናይ መብዛሕትኡ ህይወት ከምዚ ዶ ኣይኮነን? ገንዘብ ክንእክብ ንጎዪ፣ ገንዘብ ምስ ኣከብና ጥዕናና ኣብ ሓደጋ ይወድቕ፣ ጥዕናና ክነድሕን ከኣ ፍቖዶ ሕክምናን ግዛዕን ገንዘብና ንብትን ማለት እዩ። ስለዚ ኣብ ጥዕናኻ እውን ኢንቨስት ግበር። ስፖርት ስራሕ፣ እኹል ድቃስ ውሰድ፣ ኣመጋግባኻ ኣስተኻኽል፣ ዕረፍቲ ውሰድ። ሓደ ሓደ ግዜ እኮ እቲ ትደልዮ ሃፍቲ፣ እቲ ትምነዮ ገንዘብ፣ እቲ ትደልዮ ህይወት ምስ በጻሕካዮ ንስኻ እውን እኮ ክትህሉ ኣለካ። ብጥዕና ብህይወት እኮ ክትህሉ ኣለካ ንስኻ።